ሰላም ሰላም ክቡራት ተኸታተልተይ ብዘለኹምዎ ኮንኩም ነዛ ቪድዮ ትሪኡ ብምልእኹም ሰላምኩም ብዝሕ ትርፍ ይበለለይ። ሎሚ መዓንቲ ከዓ መዓልቲ ቀዳም እዩ። ቀዳም ከመይ ዋዕለ ዕዳጋ ከመይ ዋዕለ ዝብል ቪድዮ ሒዘልኩም መፅኒኹ ናይ ኬንዳ ፀሊም ኬንዳና ናይ መዓር ናይ ሓደ ሓደ ነገራት ዋጋም ሒዘልኩም መፅ ኣለኹ። ካብቲ ልሙድ ውፅእ ዝበለና ክሳዕ መጨረሻ ተኸታተልዎ። ሕዚ ፀሊም ኬንዳ ብፍላይ ገጠራት ኣብ ሓደ ሓደ ቦታታት ፀሊም ኬንዳ ሎማዓንቲ ናገዝኡ እዮም ውዒሎም ብጣዕሚ ስራሕ ነይሩ ማለት እዩ። እዚ ኣብ ቦትኡ የኮነን ኣብ ካሊእ ቦታ ድኣ እዩ እምበር ከምዚ ዓይነት ኬንዳ ክልተ ሚእትን ዒስራን ንሚትሮ ናተሸጠ ውዒሉ ማለት እዩ። ሕዚ ክረምቲ ስለ ዝኣትሎ ንክሽነ ይኹን ንህድሞ ይኹን ንዝተፈላለዩ ነገራት ያው ማይ ከይስዕር ምእንታይ እዩ ናተገዝአ ውዒሉ እና እዚ ትደልዩ ሰባት እንድሕር ድኣ ሃሊኹም ክልተ ሚእትን ኢስራል ማለት እዩ። ምናልባት ንወለድኹም ትገዝኡ ትደልዩ ሰባት እንድሕር ደኣ ሃሊኹም ኣብዚ ከዓ ሰርዲ ጠይቕና ዝበልክን ኣሕዋተይ ከዓ ነይርክን እዘን ትርእየንክን ሰርዲ እዛ ሰበይቲ ሒዛተን እኒኣ ሚእቲ እዚኤን ከዓ መጨረሻ ሚእትን ሓምሳን ማለት እዩ ክልተ ሚእቲ ኢለናና ነይረት መጨረሻ ሚእትን ሓምሳን እዩ ልሽወጥ ኢለናና ማለት እዩ ናይ ሰርዲ ዋጋ ነዚ ይመስል ከምዚ ትርእይዎ ኣለኹም እዩ ኣብዚ ከዓ ማሕረሻታት እኒኦ ፋስ እኒኦ ዝተፈላለዩ ነገራት እኒኦና ልሎማዓንቲ ናይ ፋስ ዋጋ ጥራሕ የጠየቕልኩም እኒኦኹ ናይ ማሕረሻን ሓደ ሓደ ነገራትን እንድሕር ደኣ ክትፈልጡ ትደልዩ ሰባት ሃሊኹም ጸሓፉለይ ቀዳም ኮምጸልኩም እየ እዛ ናይ ፋስ ዋጋ ግን ክንደይ መሲሉኩም ሽሕን ክልተ ሚእትን እና ሽሕ ውን ኣላ ማለት እዩ እዛ ሒዝናያ እኒና እዛ ትርእይዋ ኣለኹም ግን ሽሕን ክልተ ሚእትን እያ ትሽወጥ ናይ ሽሕ ውን እኒኦ ኣብዚ ከዓ ኣጻሕል እኒኦ ኣጻሕል ከምዚ ትርእይዎ ኣለኹም ባህላዊ ጻሕሊ ንሓንቲ ጻሕሊ ሚእትን ሓምሳን ሚእቲ ሚእትን ሳላሳን ይሽወጥ ማለት እዩ ዝዕብይ ዕብይ ዝበለ ዝትርእይዎ ኣለኹም ናይ ጉዳይ ጻሕሊ ዋግኡ ከምኡ ይመስል ማለት እዩ። ያው እዚ ጀበና ምስ እኒኦ ባህላዊ ጀበና ወይ ከዓ ናይ ወለድና ከዓ ወይ ከዓ እዚ ትርእዩ ኣለኽን ከዓ ናይ ገጠር ትውስታ ዘለክን እዚ ብከባቢኹም እንታይ ይበሃል ኣብ ዝኾነ ቦታ ሖሽ ድዩ ተሐሽ ይበሃል እባ ይቅርታ ተሐሽ እናተባሃለ ይፅዋዕ እዩ ሓደ ሓደ ቦታ ብከባቢኹም ከ እንታይ ይበሃል ኣብዚ ጀበናታት እኒኦ ጀበና ዝትርእይዎ ኣለኹም ሚእቲ ሓምሳይ ይሽወጥ ንኩሉ ዓይነት ጀበና ማለት እዩ። እዚ ባህላዊ ጀበና ግን ካብቲ ሓደ ዋግኡ ክብር ዝበለ እዩ። እዚ ትርእይዎ ኣለኹም ባህላዊ ነገር ዝመስል ናይ ወለድና ሚእትን ሰብዓን እዩ። እዚ ንሕዞ ኣሎና እቲ ቀይሕና ጸሊም ከለር እኒኦ ግን ሚእትን ሓምሳን እዩ ማለት እዩ ዋግኡ ናይ ጀበናና ናይ ጻሕሊ እዚታት ይመስል። ያው ብጣዕሚ ዓውዩ ዝረኣየኩም ኣሎ ባህላዊ ጀበና ከዓ ዋግኡ ክልተ ሚእቲ እዩ። ካብዘን መካከለኛስ ንእሽተይ ዕብይ ዝበለ እኒኦ። ያው ተረዲኡኩም ክኸውን ተስፋ ይገብር። እዚኣ ግን ሚእትን ሓምሳን እያ ዝበሰለ እዩ ይብልኡ። ንስኻትኩም ከ ናይ ጀበና ዋጋ ክንደይ ገዲፍኩምዎ ኔርኩም? ኣነ ከም ዝመስለኒ ሰላሳ ሓምሳ እያ ነይራ። ሕዚ ግን ያው ሚእቲ ሓምሳይ ናይ ጀበና ዋጋ እንኳን ምስቲ ካልኦት ኣነጻጺርካ ዝጋነን ኣይኮነን እቲ ቆንጆ ክልተ ወጥ ዝበለ ዘለዎ ከዓ ክልተ ሚእትን ሓምሳን እዩ ዝሽወጥ እዚ ትሪኡ ኣለኽን ግን ከምቲ ቅድም ክብል ዝበልኩኹም እዩ ዋግኡ ኣብዚታት ከምዚ ትሪእዎ ኣለኹም ደስ ልብል ናይ ወለድና በቃ ጀበናታት እኒኦ ናብቲ ቦታ ክትከድ ኣብዚ ከዓ ላጋ እውን ጠይቕልኩም ምናልባት ኣላሕም ናይ ምፍራይ ድሌት ዘለኩም ወይ ከዓ ክትሓቑና ምናምን ብቻ ብሓፂሩ ስለ ላጋ ዋጋ ክትፈልጣ ትደልያ ሰባት ክንደይ መሲልኩን ዋግኡ ናይ ላጋ ሓሙሽተ ሚእቲ ማለት እዩ ኣብዚ ከምዚ ትርእይዎ ኣለኹም መሓሊ ሓሽናታት እውን ይሽወጥ እዩ ከምዚ ትርእይዎ ኣለኹም እዩ ንሓንቲ ሓሽና ሰላሳ ቅርሺ እያ ትሽወጥ ኣብዚ ከዓ ናይ ኮሚደረ ሎማዓንቲ ከመይ ውዒሉ ንዝብል ከምዚ ትርእይዎ ኣለኹም ኮሚደረ ሽጉርቲ ዙ ድንሽ ምናምን ያው ብዙሕም ርካሽ ኣይኮነን ቅናሽ ኣይኮነን ብዙሕም ዝካበድ ኣይኮነን ማለት እዩ። ሽጉርቲ ብጣዕሚ እዩ ክባር ሰማንያ ቅርሺ ሰብዓ እዩ ነይሩ። ኮሚደረ ድንሽ ግን ያው ደሓን እዩ ነይሩ ዝሮ ዝሮ ዝምረረ ኣይኮነን። ድንሽ እዚ ትሪእዎ ኣለኹም ንኪሎ ክንደይ ነይሩ መሲልኩም ሎማዓንቲ ኣርባዓን ሓሙሽተን ማለት እዩ። ካብቲ ናይ ካልእ ግዜ ሎማዓንቲ ደሓን እዩ ማለት ብጣዕምም ኣይቀነሰን ብጣዕምም ክባር ኣይኮነን ከምቲ ኩሉ ግዜ ዝብለኩም ክሳዕ ሰማንያ በጺሑስ ግን ሰማንያ እውን እሲ ጥዑይ ዝሰኣነሉ ግዜ ኣሎ እዩ። ሎማዓንቲ ግን ያው ንኪሎ ኣርብዓ ቅርሺ ውዒሉ ከምዚ ትርእይዎ ኣለኹም ድንሽ ቆንጆ ድንሽ ንኪሎ ኣርብዓ ቅርሺ ነይሩ ማነው ኣርብዓን ሓሙሽተን እዩ ነይሩ ይቅርታ ካሮት ከዓ ኣርባዓ ነይሩ ማለት እዩ ካሮት ውስኽ ኣቢሉ ነይሩ ብዙሕ ግዜ ሰላሳ ንኪሎ ኢዩ ልሽወጥ ነይሩ ሎማዓንትና እዛ ዝሓለፈት ቀዳም ግን ኣርባዓ እዩ እኒኦ ናይ ድንሽና ናይ ካሮት ዋጋ ነዚ ይመስል ጉዕ ከዓ ለሙና እዛ ዝሓለፈት ቀዳም እውን ወሲኹ ኣሎ ንርብዒ ሓምሳ ቅርሺ ይሽወጥ ጉዕ እዚ ትርእይዎ ኣለኹም ቆንጆ ጉዕ ንርብዒ ብርብዒ ያው ቃሪያ ውሑድ ኣቢልካ እንዲኻ ትገዝእ ብርብዒ ግን ሓምሳ ቅርሺ ንፍርቂ ርብዒ ከዓ ዕስራን ሓሙሽተን ቅርሺ ናተሸጠ ውዒሉ ሎማዕንቲ ማለት እዩ። እዚ ትርእይዎ ኣለኹም ከዓ ኮሚደረ ንኪሎ ኣርብዓ ቅርሺ ተሸይጡ ማለት እዩ። እዘን ትርእይወን ኣለኹሞ ጎማ እዚኤን እየን ፍርቂ ርብዒ ዝበሃላ ነዚኤን እየን ዕስራይ ሓሙሽተይ ቅርሺ ዝወሃበን ማለት እዩ። ኣብዚ ከዓ ቀይስር እኒኦ ቀይስር ንኪሎ ሓምሳ ቅርሺ እዩ ውዒሉ። ቀይ ስር ብጣዕሚ ተመዛኒ ሓንቲ ዕብይ ዝበለት ተጌርካስ ሚዛና ምልእ እያ ትብል። ዝሮ ዝሮ ንሓንትን ንእሽተይን ሓምሳ ቅርሺ በልዎ ብኪሎ ክምዘን እናሃለየ ንኪሎ ሓምሳ ቅርሺ ዝሽወጥ ማለት እዩ። እዚ ትርእይዎ ኣለኹም ቆንጆ ቆንጆ ሽጉርትታት እውን ሰማንያ ሰብዓ እናተሸጠ ውዒሉ። ቀይ ስር ያው ከምዚ ትርእይዎ ኣለኹም ነዚ ይመስል። ጎመን ከዓ ከርእየኩም እዩ እዚ ጎመን ሎማዕንቲ እውን ወይ ከዓ ጥቕልል ሓምሊ ንእሽተይ ክብር ኢሉ እዩ ኢሉ ካብቲ ናይ ካልእ ግዜ ክሳዕ ዓሰርተ ሓሙሽተ ዒስራ ምናምን ዝሽወጠሉ ነይሩ ሎማዕንቲ ግን ሓንቲ ሒዝና ክነርእየኩም ኢና ነዛ ትርእይዋ ኣለኹም ሲ ኣርብዓ ቅርሺ ካብኡ ኣይጎድልን ኢላትና ማለት እዩ ይህው ነዚኣ ኣርብዓ ቅርሺ እያ ካሊእ ግዜ ግን ነዚኣ ዓሰርተ ሓሙሽተ እና ዒስራን ዝሽወጠሉ ሰዓት ኣሎ ናይ ሎማዓንቲ ዋጋ ግን ነዚ ይመስል እዛ ዝሓዘታ መጀመርታ ቀይስር ከዓ ሰላሳ ቅርሺ መጨረሻ ኢላትና ማለት እዩ ዕዳጋና ይኸው ነዚ ይመስል ከምዚ ትርእይዎ ኣለኹም ብቻ ናይ ሎማዓንቲ ዝነበረ ዋጋታት ነዚ ይመስል ቆንጆ ቆንጆ ኮሚደረ እዩ እኒኦ ኣብዚ ከዓ ሰላጣ ሰላጣ ኸዓ በርግፅ ዘን ሰበይቲ ልውህ ኢለናልና እየን እምበር ነዚ ሓንቲ ሒዝናያ እኒኤና ዒስራ እያ ትሽወጥ ዒስራ ዒስራ ሓሙሽተ ሰላሳ እዚኤን ክልቲኤን ግን ብዒስራ ገዚእናየን ከምዚ ትርእይወን ኣለኹም ግን ሰላጣ እዘን ዝረእኹምዎን ሰብዓ ሱሳ ዝሽወጠሉ ሰዓታት መለዩ። ኣብዙ ከዓ ዳመዓር ዝሽወጠሉ ቦታ ከይደ ናይ መዓር ዋጋ ሒዘልኩም መፅየ ኣለኹ። መዓር ኩሉ ሓደ ዓይነት እዩ ዝመስለኒ ነይሩ፣ ግን ኣፈላላይ ኣለዎ እዩ እቲ መዓር ሓደ ሓዲኡ ንኪሎ ሸሞንተ ሚእቲ ሓደ ሓዲኡ ከዓ ንኪሎ ሽሕን ሽዱሽተ ሚእትን ሓደ ሓድኡ ካዓ ሽሕን ሓሙሽተ ሚእትን ዝሽወጥ ኣሎ ማለት እዩ። እዚ ትርእይዎ ኣለኹም ሸሞንተ ሚእቲ ንኪሎ ዝሽወጥ እዚ ቅጫ ነገር ዘለዎ ዝመስል እዩ። እዛ ትርእይዋ ኣለኹም መዓር ግን ብጣዕሚ እያ ደስ ኢላትኒ ልሑም መዓር እዩ። ናይ ጥቅምቲ ይብሉ ዝሮ ዝሮ ናይ ጥቅምቲ ፅቡቅ እዩ ናበልዎ ነይሮም ግን እቲ መዓር እዚ ሽሕን ሽዱሽተን ንኪሎ ማለት እዩ እዛ ዝረእኹምዋ ከዓነይ ኪሎን ፈረቃን ኩለን እዚኤን ዘን ኣናእሽተይ ሒዘየን እኒኹ ኪሎን ፈረቃን እየን ዝሕዛ ማለት እዩና ናይ መዓር ዋጋ ነዚታት ይመስል ንኪሎ ሸሞንተ ሚእቲ ሽሕን ሰለስተን እውን ኣሎ ሽሕን ሽዱሽተን እውን ኣሎ ሽሕን ሓሙሽተን እውን ኣሎ ከከም ደረጅኡ ይፈላለ እዩ ማለት እዩ እና ናይ መዓር ዋጋ ነዚ ይመስል። ኣብ መጨረሻ ዕዳጋ ሎማዕንቲ ከምዚ ትርእይዎ ኣለኹም ማይ ኪፍ ኪፍ ኢሎም ያው ኣፍርርሕ ኣፍርርሕ ሐቢሎምና ዝሮ ዝሮ ግን ኣብዚ ሐቢሎም ከም ወቕዑስ ጽቡቕ ነይርዋ ካፋ ጥራሕ እዮም ካፍዮም ሰነ ዳርጋ ክውዳእ ኢሉ እኒኦ ግን ዝናብ ብዙሕ የለውን ዓድናና ኣብ ዕዳጋ ሓሙስ በተለይ የለው እዩ ምናልባት እንዳ ኣብ ካሊእ ዓዲ እና ኩሉ ግዜ እስኪ ጸሎትኩም ኣይፈለየና ዞም ኣሓተይ ሎማዕንቲ ሒዘልኩም ዝመጻኹ ቪድዮ ግን ነዚ ይመስል ነይሩ ምናልባት ዕዳጋ ከይደ ካሊእ ክጥይኦዎ ክትፈልጥዎ ትደልይዎ ነገር እንድሕር ደኣ ሃልዩ ኮይኑ ኣብ ኮሜንት ጸሓፉለይ ክምልሰልኩም እየ። ሰሰናይ ንዓኹም ቻው።